ብደቂቕ ክትመሃሮ ትኽእል ኢኻ። ብዛዕባ እቲ ትሰርሓሉ ዓውዲ ዝወጽእ ነፍሲ ወከፍ መጽሔት ኣንብብ። ዝወጽእ ሓደሽቲ መጻሕፍቲ ኣንብብ። ኣብ ዝተፈላለዩ ሰሚናራትን ኮርሳትን ተሳተፍ። ናይ ፕሮፌሽናላት ወይ ናይ ንግዲ መሻርኽትታት ተጸንበር። ኣብ ነፍሲ ወከፍ ኣኼባ ተሳተፍን ኣብቲ ትሰርሓሉ ዓውዲ ምስ ዘለዉ ካልኦት ዓበይቲ ፕሮፌሽናላት እውን ዝምድና መስርት። ማናጀር እንተደኣ ኾንካ ጽቡቕ ስም ዘለዎ ስርዓቱ ዝሓለወ ማናጀር ክትከውን ጸዓር። ናትካ ካምፓኒ ክትከፍት ትሓስብ እንተደኣ ኣሊኻ፣ ዝተፈላለየ ናይ ቢዝነስ ስትራተጂታትን ታክቲካትን ኣጽንዕ፣ መዓልታዊ ድማ ሓደስቲ ሓሳባት ሕሰብ። ኣብቲ ትሰርሓሉ ዓውዲ ወይ ትውንኖ ስራሕ እቲ ዝበለጸ ክትከውን ዓልም። ቀጺላ ትመጽእ ዓስረይቲ ፕሪንሲፕል ንኻልኦት ብተገዳስነት ኣንግድያ። እቲ ብህይወትካ እትረኽቦ ነገር ኩሉ ግዜ ምስቲ ካልኦት ዝረኽብዎ ተዛማዲ እዩ። ሚልዮነራት ኩሉ ግዜ ዓማዊሎም ንምሕጓስ እዮም ዝጽዕሩ። ኣብ ኩሉ ቦታን ኩሉ ግዜን ብዛዕባ ምሕጓስ ዓማዊሎም ይሓስቡ። ንዓማዊሎም ከገልግሉ ዝኽእሉን ዝሓሸን ዝበለጸን መንገዲ እንተሎ ሃሰው ይብሉ። ንነብስኻ ዓማዊል ብልክዕ እንታይ'ዮም ዝደልዩ? ካብ ካልኦት ብዝሓሸ መልክዑ ንዓማዊል እንታይ ክትገብረሎም ትኽእል? ዓማዊለይ ሎሚ ስለምንታይ ካብ ካልኦት ገዚኦም? ጽባሕ ካባይ ንኽገዝኡኺ እንታይ ክገብር ኣለኒ ክትብል ኣለካ። እቲ ዕዉት ህይወትካ ምስቲ ትሰርሖ ስራሕ ማዕርነት ክህልዎ ኣለዎ። ካባኻ ዘድሊ ነገር ንዓማዊልካ ካብቲ ዝሓተትዎ ንላዕሊ ንኽትኮነሎም ተወሳኺ ሃልኪ ክትሃልኽ ኣለካ። ፕሪንሲፕል ወይ መትከል ቁጽሪ ዓሰርተ ሓደ ምስ ነብስኻን ካልኦትን ኩሉ ግዜ ቕኑዕ ኩን ዝብል እዩ። እቲ ዝበለጸን ሓያል ዋጋ ዘለዎን ከተማዕብሎን እትኽእል ነገር ተኣማንነት እዩ። ኣብ ኩሉ እትሰርሖ ነገርን እትወስዶ ስጉምትን ምሉእ ብምሉእ ቅኑዕ ኩን። እታ ናይ መጀመርያ ተኣማንነት ከተጥርየላ እትኽእል መንገዲ ኣብ ኩሉ መዳይ ምስ ነብስኻ ቅኑዕ ምዃን እያ። ምስ ነብስኻ ቅኑዕ ምዃን ማለት ንነገራት ብጽቡቕ ምትግባር ማለት እዩ። እቲ ካልኣይ ተኣማንነት ከተማዕብለሉ እትኽእል መንገዲ ምስ ካልኦት እውን ቅኑዕ ክትከውን ከለኻ እዩ። ንሓደ ቅኑዕ ወይ ጽቡቕ ኢልካ ዘይትኣምነሉ ነገር ፈጺምካ ኣይትዛረበሉ። በቲ ትፈልጦ ዝለዓለ ስታንዳርድ ክትነብር ፈትን። ፕሪንስፕል ቁጽሪ ዓሰርተ ክልተ ንጹር ቀዳምነታት ይሃልኻ፣ ሙሉእ ሃድህቦኻ ድማ ኣብኡ ግበር። ብሉጻት ቀዳምነታት ናይ ምህላው ልምዲ እንተ ደኣ ኣማዕቢልካ፣ ሙሉእ ኣድህቦኻ እውን ኣብኦም እንተ ደኣ ኣተኲርካ፣ ኣብ ህይወት ኩሉ ዝደለኻዮ ነገር ከተተግብር ትኽእል ኢኻ። እዚ ሜላ ልዑል ኣታዊ፣ ሃብትን ፋይናንሳዊ ናጽነትን ንኽህልወካ ዝገብር ቀንዲ ረቛሒ እዩ። ንጹር ቀዳምነት ናይ ምህላውን ምትግባርን ክእለት እቲ ቀንዲ ኣገዳሲ ፈተናን መዐቀንን ናይ ድሌታትካ፣ ድስፕሊንካን ባህርያትካን እዩ። ዓቢ ዓወት ክትጎናጸፍ ምስ ትደሊ፣ እዚ እቲ ኣዝዩ ከቢድን ግን ከኣ ኣገዳስን ከተማዕብሎ ዘለካን ልምዲ እዩ። ፕሪንሲፕል ቁጽሪ ዓሰርተ ሰለስተ፣ ብቕልጣፈን ተኣማንነትን ስም ኣጥሪ። ግዜ ባጤራ ዕስራን ሓደን ክፍለ ዘመን እዩ። ኣብዚ ዘመን ኩሉ ሰብ ኣብ ዘይንቡር ታህዋኽ እዩ ዝነብር ዘሎ። ስራሕካ በቲ ትውንኖ ቅልጣፈ ወይ ፍጥነት ስም ምህናጽ እዩ። ዘለዉ ዕድላት ንምጥቃም ቁልጡፍ ስጉምትታት ውሰድ። ሰባት ዝኾነ ነገር ክደልዩ እንከለዉ ቁልጡፍ ግብረ መልሲ ሃብ።